ሰላም ብሓበራ ከመይ ቀኒኹም ሰላም ቀኒኹም ክትኮኑ ተስፋ እንዳ ገበርኩ ሎማዓንቲ ከኣ ከምቲ ልሙድ ሻሙናይ ክፋል ናይ ዎርድ ቱቶርያል ሒዘልኩም መጽየ ኣለኹ ማለት እዩ እዘን ዝሓለፋ ሸውዓተ ክፋላት ምሳና ብጽሞና እንድሕር ተኻታቲልኩመን ኮንኩም ርግጸኛ እየ ኣብ ዎርድ ዘለና ፍልጠት ናይ ኩላትና ዓብዩ ክኸውን ወይ ውን ካብ A ናብ B ሰጊሩ ክኸውን ማለት እዩ። ስለዚ ሎምዓንቲ ከኣ ኣዝያ ኣዝያ ኣዝያ ኣገዳሲት ዝኾነት ትምህርቲ ሒዘልኩም መጽየ ኣለኹ ናብኡ ከብለኩም። መጀመርታ ከምቲ ልሙድ ኣብ ድራይቭ ናተይ እየ ዘለኹ ማለት እዩ። ኣብታ ወርድ ቱቶርያል ከይደ ሓድሽ ዶክሜንት ክኸፍት እየ። ሓድሽ ዶክሜንት ክኸፍት ኮይነ ከኣ ኒው ኢለ ጉግል ዶክስ ኢለ ብላንክ ዶክሜንት ወይ ከዓ ነፃ ዝኾነ ዶክሜንት ክብለያ ማለት እዩ። እዚ ምስ ከፈተትለይ ኤትስ ወርድ ቱቶሪያል ክብል ኣይ ከምቲ ልሙድ ሽም ህብ ኣለኹ ማለት እዩ እማ ኣንቲ ንምሃሩ ኸ ሸሪንግ ሸሪንግ ስኬሪንግ ኦኬ ሕጂ ንሎም ዓንቲ ትኾነና ፅሕፍቲ ካብ ክፅሕፍ ግዜ ዝወስድ ከዓ ነዚኣ ትሪእዋ ዘለኹም ናይ ሻብዓይ ክላስ ዝነበረት እያ ንዓ ኮፒ ገይረ ከምፀአ ደሓን ፀገም የለን ከምዚኣ ገይረ ኮፒ ገይረ ከምፀያ ማለት እዩ ኣብዚኣ መፂኻ ዝኽብለያ ማለት እዩ ኦኬ እዛ ፅሕፍቲ እዚኣ ሕጂ ከም ዝፀሓፍኩዋ ደሓን ሕሰብዋ ማለት እዩ ሕጂ ነዛ ፅሕፍቲ እዚኣ ንሓደ ሰብ ኢዲት ክገብረልና ክንህቦ ንኽእል ኢና ካልኣይ ከምብባ ጥራሕ ክንህቦ ንኽእል ኢና ሳልሳይ ከዓ ክድምስስ ዘይኮነስ ኮመንት ጥራሕ ክፅሕፍ ከዓ ብኸምኡ ከዓ ሼር ክንገብራ ንኽእል ኢና ማለት እዩ ሕጂ ሰለስተ ዓይነት ሼሪንግ እዩ ዘሎ ማለት እዩ ኢዲት ኮመንት ወይ ከዓ ሳጀስት ማለት እዩ ቪው ከዓ ሰለስተ ማለት እዩ ሕጂ ንኣብነት እዚኣ ሼር ክገብራ እንዳሓር ደለ ሕጂ ነዚ ትምህርቲ ንክጥዕመና ንማለት ማለት እዩ ክልተ ኢሜይል እየ ከፊተ ዘለዎ እዚኣ ቀዳመይቲ ኢሜይል እዚኣ እዛ ንሰርሓላ ዘለና ኢሜይል እያ እዚኣ ካልኣይቲ ኢሜይል ከዓ እታ ካልኣይቲ ኢሜይል ናይ ማህሌት ፕሮናትና እያ ማለት እዩ ሕጂ ኣብዛ እዚ ዎርድ ድሰርሖ ዘለኹ ኣብዛ ቀዳመይቲ ኢመይል ኮይነ ድሰርሖ ዘለኹ ምስዛ ካልኣይቲ ኢመይል ከኣ ሼር ክገብሮ እየ ማለት እዩ ሕጂ ክልተ ሰባት ከም ዘለዉ ሕሰብዎም ማለት እዩ ኣነ ይሰርሕ ኣለኹ ንሓደ ዓርከይ ከኣ ኢዲት ግበረለይ ክብሎ እየ ማለት እዩ ኦኬ ሕጂ ሼር እንድሕር ኢለያ ነዚኣ ሕጂ ሰለስተ ምርጫ ክትበኒ እያ ኣብዚኣ ንኣብነት ሕጂ ናብ ማህሌት ፕሮዳክሽን ሼር በልዮም እንድሕር ኢለያ ሼር ብላ ኣለኹ ማለት እዩ እዛ ዶክሜንት ሼር ብላ ኣለኹ ሕጂ ምርጫ ምፅያትለይ ትሪእዎ ኣለኹም ሰለስተ ምርጫ ኣለኒ ኣብዚ እቲ ሰብ ኢዲት ክገብረልካ ዲኻ ትደሊ ዘለኻ ኮመንት ክገብረልካ ዲኻ ትደሊ ዘለኻ ቪው ቪወር ክኸውን ኢኻ ትደልዮ ዘለኻ ያዕ ነትት ሼር ትብለሉ ዘለኻ እዚ ዶክሜንት እዚ ቀይሩ ኢዲት ክገብሮ መሰል ኣለዎ ድዩ? እቲ ዶክሜንት እዚ ምስ ሰደድካሉስ ክጽሕፍ ይኽእል ድዩ ክድምስስን ክጽሕፍን ይኽእል ድዩ? እወ እንድሕር ኮይኑ መልስና ከም ኤዲተር ጌርና ሼር ንገብሮ። ነዚ ሰብ እዚ ግን ክጽሕፍን ክድምስስን ኣይደለናዮን ኮመንት ጥራሕ ክገብር እንድሕር ደሊናዮ ከኣ ኮመንት ንገብሮ ማለት እዩ። ኮመንተር ከም ኮመንተር ሼር ንገብሮ ማለት እዩ። ክርኢ ጥራሕ እንተ ደሊናዮ ከንብብ ጥራሕ እንድሕር ደሊና ከኣ ከም ቪወር ሸር ንገብረሉ ማለት እዩ ያ ኦኬ ከም ኤዲተር ብቐዳማይ ርኢናዮ ነርና ኢና ኦንላይን ዲሞንስትሬሽን ከኣ ጌርና ነርና ማለት እዩ ከም ኮመንተር ጌርና ኸ ሸር ተጌርና ኸ ከመይ ይመጸልና ንኣብነት ሕጂ ከም ኮመንተር ስለ ዝደለናዮ ክሊክ ንገብራ ማለት እዩ ከም ኮመንተር ኮይኑ ሸር ክንገብራ ኢና ማለት እዩ ኦኬ ወዲኤ ኣለኹ ማለት እዩ ሸር ጌረ ኣለኹ ማለት እዩ ሕጂ መፅያን ኣይመፀትን ቸክ ንግበራ ናብዛ ካልኣይቲ ኢሜይል ሰግር ኣለኹ ማለት እዩ ኣብቲ ሓንቲ ኢሜይል ኮይነ ኣብዛ ኢሜይል እዚኣ ኮይነ ናብዛ ኢሜይል እዚኣ ዝሰድ ዘለኹ ምክንያቱ እዚ ወርድ ከፊተዮ ዘለኹ በዛ ኢሜይል እዚኣ ስለ ዝኾነ ማለት እዩ ያ ሕጂ ናብዛ ነዛ ሓንቲ ኢሜይል ከዓ ቸክ ንግበራ ክሊክ ክገብረ መፅያ ኣላ ማለት እዩ እንታይ ትብል ኣላ እንታይ ትብል ኣላ ማህሌት ዶት ኢድዩ ቁፅሪ ክልተ ኣት ጂሜይል ዶት ኮም ሃዝ ኢንቫይትድ ዩ ቱ ኮመንት ቱ ኢዲት ኣይኮነትን ዘላ ሕጂ ቱ ኮመንት ኮመንት ክገብር ጥራሕ ደልየ ኦኬ ኣብቲ ኮመንቲንከ ከመይ ይሰርሕ ንርኣዮ ኦፐን ኢን ጉግል ዶክስ ሕጂ ተረድኡኒ ከም ክልተ ሰባት ኮይነ ኣክት ዝገብር ዘለኹ ማለት እዩ ኣብዚኣ እንድሕር ሪኢኹም ሓጂ እዛ ዶክሜንት መፅያትለይ ኣላ ሕጂ እዛ ዶክሜንት ናህለት መጺኣትለይ ኣላ ማለት እዩ ናህለ ክልቴና ኦንላይን ኣለና ማለት እዩ እዚኣ እታ ማህሌት ፕሮ ኣቀዲመ ክጥቀመላ ጸናሕኩ ኢሜይል እያ ማለት እዚኣ ከኣ እታ ሓንቲ ናይ ማህሌት ፕሮ ማለት እያ ያ ስለዚ ሕጂ እዛ ዶክሜንት መጺኣትለይ ኣላ እንታይ እየ ሕጂ ዝገብር ዘለኹ እቲ ቀዳማይ ሰብ ንዓይ ሰዲድለይ ኣሎ ማለት እዩ እዚኣ ሲ ኮመንት ግበረለይ ብዛዕባ እዚኣስ ኮመንት ግበረለይ ንኣብነት ሕጂ መእተዊ ትብል ምሽ ኣላ ነዛ መእተዊ ሕጂ ቁርሊ ሓጺራ ኮይና እንድሕር ተሰሚዓትኒ ነዚኣ ኩሉ ግዜ መጺ ኣብዚኣ ሰሌክት ይገብራ ሰሌክት ምስ ገበርኩ ኣብዚኣ መጽየ ኮመንት መጻሕፍት እያ እዚኣ ኣደ ኮሜንት እያ ትብል ዘላ ክሊክ ገይረ እንታይ ይብላ ኢንትሮዳክሽን ሓፂሩ ኣሎ እብላ ኣለኹ ማለት እዩ ያ ኮመንት እብላ ማለት እዩ ጊዘ ኮመንት ጽሒፈሉ ኣለኹ ማለት ኢንትሮዳክሽን ሓጺሩ ዶ ኢለ ጽሒፈሉ ኣለኹ ማለት እዩ ኦኬ ኣብዚኣ ከኣ ነዚኣ ከዓ ብምልታ ሰሌክት ገይረ ከዓ ኣድ ኮመንት ኢለ ከዓ እንታይ ይብላ ኣንውሕ ኣቢልካ ኣዕሙቕ ኣቢልካ ግለጾ ድሓን ንበሎ ኣዕሙቕ ኣቢልካ ግለጾ ሕጂ እንታይ ዝገብር ዘሎ ብምሉእ ነዚ ኣንቢበየ ሲ ኦኬ ዕምቆት ዘለዎ ኮይኑ ስለ ዘይጽማኣን ጽሑፍ ኣዕሙቕ ኣቢልካ ግለጾ ኢለ ኮመንት ጽሕፈሉ ኣለኹ ማለት እዩ ኦኬ ኮመንት ክብለይ ማለት እዩ እያ ሕጂ ኮመንት የጽሕፍ ዘለኹ ዝተውዕሉ ላራ ይወን ኦከ መሊሰ ከኣ ንኣብነት ሕጂ ብዚ መጺ ከኣ ስፐሊን ተጋጊየ ጌጋ ክህሉ ይኽእል ማለት እዩ ሕጂ ንኣብነት እዚኣ ጌጋ ኣላ ስፐሊን ንበላ ኣድ ኮመንት ክብላ እየ ጌጋ ኣላ ትተዓረ ኢለ ጽሕፍ ማለት እዩ ያ ጌጋ ኣላ ትተዓረ ነዛ ነዛ ላይን እዚኣስ ጌጋ ኣላ ሕጂ ከምዚ ጌርና ኢና ኮመንት ንጽሕፍ ማለት እዩ ሕጂ ኢዲት ኣይኮንኩን ዝገብር ዘለኹ ኮመንት እየ ዝጽሕፍ ዘለኹ ነቲ ኮመንት ናተይ ርእዩ ከዓ እቲ ሰብ እንታይ ክገብር እዩ ከተዓራረየ ን ዝጽሑፍ ማለት እዩ ያ ኦኬ ሕጂ እዚኣ ከዓ ወዲኤ ስለ ዝኾንኩ ኮመንት ክብላ እየ ማለት እዩ ኦኬ ሕጂ ናብታ ኦሪጂናል ዶክሜንት ክምለስ እየ ማለት እዩ እዚአን እንታይ ኮይነን ክፀንሓና ኢለን ክንሪአን ኢና ናብያን ማለት እዩ ሕጂ ናብታ ኦሪጂናል ዶክሜንት ክምለስ እየ ናበያ ናብዚኣ ማለት እዩ ሪኢኹም ማሌት ፕሮዳክሽንስ ኮመንት ዝፀሓፉ ኣብ ፀኒሐኒ ማለት እዩ ሕጂ comment እዮም ጺሒፎምለይ ዘለዉ እዛ comment እዚኣ እንድሕር ተቀቢለያ እታ ዝተቀበሉኒ ነገር ከኣ ሕጂ ክቅበላ እንደይ ክቅበላ ናተይ ጉዳይ እንድዩ ግን ተቀቢለያ ሓጺራ ኣላ እዛ introduction ሓጺሩ ኣሎ ስለ ዝብሉኒ ኣንዊሐ እንድሕር ጺሒፈዮ ነዚ ማለት እዩ እንድሕር ወሳሲኮ ኣሎ ገለ ማለት እዩ እንታይ ይገብር እዚኣ እንታይ ይገብራ እንታይ ትብል ኣላ ትሪእዋ ኣለኹም ክሊክ ምስ ገበርኩዋ mark as resolved and hide discussion እያ እዛ ነገር እዚኣ ኣተዓራርያ ስለ ዝኾንኩ ወሳሲኸላ ስለ ዝኾንኩ ወላ ሓንቲ እንታይ ክገብራ ክእል እየ ራይት ክገብራ ክእል እየ ራይት እንድሕር ገይራ እንታይ እያ እዛ ኣብዚኣ ተፃሒፋ ዝነበረት ሲ እታ ኮመንት ተቐቢለ ሰሪሐላ ስለ ዝኾንኩ ሕጂ ተድልየንያ ማለት እዩ ራይት ገብራ ትጠፍእ እታ ኮመንት ማለት እዩ ተመሪፃ ሰሌክት ኮይና ዝነበረት ከዓ እዚኣ ከዓ ዲሰሌክት ትኸውን ማለት እዩ። እዚኣ ካልኣይቲ ኮመንት ከኣ ትሪእዋ ኣለኹም በጫ ኮይና ኣላ እዚኣ ብምልታ ብዛዕባ እዚኣ ከ እንታይ ተዛሪብኒ ከም ዘለኹ ርኣይ ኣብዚኣ መጽየ ማሌት ፕሮዳክሽንስ ኣዕሙቕ ኣቢልካ ግለጾ ትብለኒ ኣላ ኦኬ ናብዚ መጽየ እቲ ደይዓሙቖ ዘሎ ነገራት ኣዕሙቕ ኣቢለ እገልጾ ማለት እዩ ኤርትራ ብዛዕባ ኤርትራ ኣስፍሕ ኣቢለ ይዛረብ ማለት እዩ ስርሐይ ምስ ወዳእኩ ከኣ ሽዑ እንታይ ይገብራ ነዚኣ እቲ ክገብራ ማለት እዩ እንታይ ማለት እዩ ወዲኤያ ኣለኹ ማለት እዩ እዛ ታስክ እዚኣስ ወዲኤያ ኣለኹ ማለት እዩ ክሊክ ጌረ ትጠፍኣለይ ሰሌክት ኮይና ነበረት ከኣ እጠፍእ ማለት እዩ ከም ኖርማል እመጽእ እዛ ጽሕፍቲ እዚኣ ከኣ ጌጋ ኣላ ተተዓረ ይብለኒ ኣብዚኣ መጽየ ሽዑ እንድሕር ጌጋ ዝነበራ እንድሕር ኣሎ ኮይኑ ሕጂ ሪኦ ኣለኹ ወሲኸላ ማለት እዩ ወሲኸላ ኣለኹ ይዕረያ ኣለኹ ማለት እዩ ይዕረያ ስለ ዘለኹ ነቲ ኮመንት ዝገበረለይ ሰብ እንዳ ኣመስገንኩ ነዚኣ ኸ ክሊክ ጌረ ይውዳእ ማለት እዩ ሕጂ እቲ ጥቅሚ ረኣይዎ ማለት እዩ እቲ ስራሕ ሕጂ ናይ ሓደ ሰብ ስራሕ ኣይከውንን እዩ ዘሎ ማለት እዩ ኩላትና ሓቢርና ንሰርሕ ኣለና ኩላትና ሓቢርና ክንሰርሕ ከኣ ከምቲ ቀደም ንገብሮ ዝነበርና ዳውንሎድ ጌርካ ሽዑ ኢመይል ኣቲካ ኣታች ጌርካ ገለ ኣይኮናን ንሰዶ ዘለና ኣት ዘ ሰይም ሞመንት ክልቴና ኣብ ሓንቲ ዶክሜንት ንሰርሕ ኣለና ማለት እዩ ኣነ ፅሒፈ ንዑ ሸር ገይረሉ ሸር ገብረሉ ከሎ ግን ከም ኮመንተር ኮመንት ከም ዝገብር ጥራሕ ሸር ገይረሉ ፅሑፉ ክድምስስ ኣይክእልን እዩ ነይሩ ኮመንት ገይሩ ከዓ ሰዲድለይ ማለት እዩ እቶም ኮመንት ናቱ ተቐቢለ ኣብ መሓይሸ ከዓ ኣብ መሓይሸና ኣለኹ ኢለ ከዓ ራይት ራይት ራይት ገይረ ኣለኒ ማለት እዩ ወዲእ ኣለኹ ማለት እዩ ኦኬ ሕጂ እታ ካልኣይቲ ከኣ ንርኣያ ማለት እዩ እዚኣ ከኣ ከም ቪወር ጌርና ከኣ ሼር ንግበራ ከንብብ ከም ዝኽእል ጥራሕ ማለት እዩ ኦኬ ሕጂ መሊሰ ሼር ክብላ እየ ከም ብሓድሽ ሕጂ ኣብዚኣ መጺና እንታይ ንገብር ማህሌት ፕሮዳክሽንስ ንጽሕፍ እብዚኣ ክሊክ ንገብራ ከም ምንታይ ኢና ደሊና ዘለና ከም ቪወር ኢና ደሊና ዘለና ኣይነረስዕ ሰንድ ክንብላ ኢና ማለት እዩ ከም ቪወር ሼር ጌርና ሰንድ ኢልናያ ኣለና ማለት እዩ ሕጂ ናብቲ ሓደ ኢመይል መጺና ቸክ ንግበራ መጽያን ኣይመጸትን ማለት እዩ የስ መጽያ ኣላ ክሊክ ክንገብራ ኢና ከፊትናያ ኣለና እንታይ ትብል ኣላ ሕጂ ማህሌት ዶት ኢዲዩ ኣት ጂሜይል ዶት ኮም ሃዝ ኢንቫይትድ ዩ ቱ ቪው ዘ ፎሎዊንግ ዶክሜንት ቪው ግበርዋ እዮም ዝብሉና ዘለዎ እምበር ኣንብቡልና እዮም ኢሎምና እምበር ኢዲት ግበሩ ኣይበሉናን ስለዚ ሕጂ ቪው ክንገብራ ኢና ማለት እዩ ክንሪኣ ኢና ከመይ ከም ድመፀልና ክንሪአ ኢና ማለት እዩ ያእ ሪኢኹማ ሕጂ ከመይ መጺኣትለይ እቲ ኢዲት መግበሪ ዋላ ሓደ የለን ኣብዚ ዋላ ሓደ ክጽሕፍ ኣይክእልን እየ ኪቦርድ ትርእይዎ ኣለኹም ይጽሕፍ ኣለኹ ኪቦርድ ግን ዋላ ሓደ ክጽሕፍ ኣይክእልን እየ ዘለኹ ኣብዚ ዝነበረ ኢዲት መግበሪ ብምሉእ ኣጥፊኣትለይ ኣላ ስለምንታይ? ነዛ ዶክሜንት እዚኣ ኣንብባ ጥራሓ ተባሂለ እምበር ኢዲት ክገብር ፍቓድ ኣይተዋህበንን ኮመንት ክገብር ፍቓድ ኣይተዋህበንን ስለዚ ሼር ክንገብር ከለና ንሓደ ሼር ንገብረሉ ዘለና ሰብ ኢዲት ከም ዝገብር ክጽሕፍን ክድምስስን ከነፍቅደሉ ንኽእል ኢና ከም ኢዲተር ንገብሮ ማለት እዩ ሼር ኮመንት ክገብር ጥራሕ ማለት እዩ ነፍቅደሉ እዚ ከዓ ከም ኮመንተር ማለት እዩ ሳልሰይቲ ፍቓድ ከዓ እንታይ እያ ቪው ክገብር ከንብብ ጥራሕ ነፍቅደሉ ማለት እዩ እዘን ሰለስተ ፍቓዳት እዚአን እዚአን ተጠቒምና ሼር ንገብር ማለት እዩ ሕጂ ኣብዚኣ ንምርኣይ ዝኣክል ማለት እዩ ኣብዚኣ ማለት እዩ ከም ሰለስተ ዓይነት ሼር ክንገብረሉ ንኽእል ኢና ማለት እዩ ትርእይዋን ኣለኹም ሕጂ ኦረዲ ናብ ማህሌት ፕሮዳክሽንስ ከም ቪወር ሼር ገይረሎም ከም ዘለኹ እተርእየኒ ዘላ እዚኣ ማለት እዩ ማህሌት ፕሮዳክሽንስ ቪው ክገብሩ ይክእሉ እዮም ክሪእዎ ይክእሉ እዮም ነዚ ዶክሜንት ትብለንላ ማለት እዩ ኦኬ ናይ ሼሪንግ ሆፕፉሊ ተረዲእናና ክኾና ተስፋ ይገብር ማለት እዩ ንሎም መዓንቲ ብዛዕባ ሼሪንግ ኣዳልያ ዝነበርኩ ካብ ናይ ብቐዳማይ ዝቐጸለ ትምህርቲ እዚኣ ትመስል ማለት እዩ ርድእቲ ክትከውን ተስፋ ይገብር ዝኾነ ዘይተረዳእና ብዛዕባ እዚ እንድሕር ኣሎ ማለት እዩ ኣብ ኮመንት ሴክሽን ፀሓፉልና ሕቶ ርእቶ ከምኡውን ሃናፂ ነቐፌታ ከዓ ብማህሌት ዶት ኢድዩ ኣት ጂሜይል ዶት ኮም ኢልኩም'ውን ክትረኽቡና እትኽእሉ ኢኹም። ሓቢርና ክንሰርሕ ድሉዋት ኢና። ኣብ ካሊእ እዋን ብኻሊእ ትምህርቲ ክሳብ ንራኸብ ሰላም ቅነ። ቻው።